ሰላም ሰላም ክቡራት ተኻታተልተይ ንሎማዓንቲ ድማ ኣብ ምስ ዝብል ፕሮግራም ተራኺብና ኣለና ኻምቲ ኣብ ዝሓለፈ ምስ ተጋዳላይ ከያኒ እያሱ በርሀ ንንውሕ ዝበለ ፃኒሒት ገይርና ነይርና ንሎማዓንቲ ድማ ኣብ ሕብረተሰብና ይኹን ወገንና ዓብይ ኣስተዋፅኦ እናገበረ ልሳን ህዝቡ እናኾነ ዝርከብ መርከብ ባርያጋብር ቦኒትዋ። ክንወን እስኪ ታይ
ንንውሕ ዝበለ ፃንሒት ክንገብር ኢና ፕሮግራመይ ጀሚረ እስካዕ ልውድእ ምሳይ ፅንሑ ሰናይ ፃንሒት።
ክንወን እስኪ ታይ
እሺሞ መርከብ ዕድመ የኽቢርካ ስለ ዝመፃኻ ብሽመይን ብስም ተመልከተይን ካብ ልቢ ከመስግነካ ይፈቱ ምድላወይ ወጋጊነ ወዲኤ ስለ ዝኾንኩ ናብ ቀዳማይ ሕቶይ ክሸግር። እሺ መርከብ መብዛሕቲኡ ሰብ መን ኢሉ ይጽውዓካ? ኣበይ ከባቢ ኢኻ ተወሊድካ?
መን እዩ እንዶ ህዝቢ ትግራይ? ግርማ ኣፍሪቃ መዘና ኣልቦ ብስርሕትካስ ዓለም ገረሞ። እሺ ብስራሕቱ ፍልይ ልበለ ኣቃናባሪ ልኣኻ ብጣዕሚ ዝስሕበካ ኣቃናባሪ መን እዩ? እሱይ መርከብ ብመንነትካ ሓፊርካ ትፈልጥ ዶ? ኣይፈልጥን ብዓዲ ሓፊረ ግን በል እስኪ ታይ
መዓዝ ነይሩ ዓብዪ መቐይሮ ዝተገበረሉ ኣብቲ ኲናት? ማርሽ ቐይር ድሕሪ ገምጋም ዓሌት
መዓዝ ወርሒ እዩ ነይሩ? ታሕሳስ ጥሪ ሽሾ ኸቢቡካ ወፂእኻዮ ፍንፅሕፅሕ ኣቢልካ እሺ መርከብ ድሕሪ ምትዕርራይ ናይቲ ቃልሲ ናይ መጀመርያ ዓወት ኣበይ ከባቢ ነይሩ? ዕዳጋ ሓሙሰ ጅዋ ማረ ሓድሽ ምዕራፍ ዓወት ተበሰረ። ካብኡ ኸ እቲ ዓወት ናበይ ቀጸለ? ማእኸል ተምቤን ኣጋጅ እኳ ደርግ ግዳጅ ቕጽል ናብ ሸውዓተ ሕጉ።
ኣታ እዞም ሸነውቲ ታይ ኾኑ በሉ?

እሺ መርከብ ፀላእትና ኣብ ህዝብና እንታይ እንታይ ዓይነት ወፅዓታት እዮም ኣውሪዶም? ናይ ህዝብና ምላሽ ከ እንታይ ዓይነት ነይሩ? ተጋሲሶም ኣዴታትና ኣንቢዖም መሲልዎም ዝነብሩ ኮሪዖም እሞ ንሳዕሳይ ዋዕሮ እንዶ እናሃደነት ኣርኪባ ትዓጽዶ። ፀላእትና ካበይ እዮም ኣምፂኦሞ እዛ ኩላ ኣፅዋር? ሃገር ሸይጡ ዘይኸፍሎ ዕዳ ሃገር ሸይጡ ዘይኸፍሎ ዕዳ። ንሕና ከ ካበይ ኢና ኣምፂናዮ? እሶም ይገዝእዎ ንስኻ ትገዝኦ።
ሐዚ ድማስ ሕሉፍ ሓሊፍዎምስ መቐለ ክንኣቲ ኢና ይብሉ ኣለዉ እንታይ ትብሎም? ቬርያ ዝሓዘነላ ሳይክልስ ኣብ ቅድሚ ኦራል ትስዕስዕ። ኣቤት ኣቤት እ?
ቬርያ ዝሓዘነላ ሳይክልስ ኣብ ቅድሚ ኦራል ትስዕስዕ። ሄሎ ጂ ሓቂ እንዶታ ማንከበታ እሺ መርከብ ንተጋዳላይ ታደሰ ወረደ ወዲ ወረደ እንታይ ትብሎ ወይታ ሰላም መሃንዲስ ናይ ኩናት ወይታ ሰላም መሃንዲስ ናይ ኩናት እሺ ኣብዚ ግዜ እዚ ህዝብናን መንግስትናን እንታይ እዩ ዝብል ዘሎ ንገሪ ነጋሪት ደወል ክደውሊ ልዕሊ ሰላም ሰላም ከም ዝደሊ ልዕሊ ዓመፅ ፍትሒ ከም ዘለሊ በደይ ዝመፀኒ ከም ዘይብለ ዓቕሊ ብዛዕባ እዚ ድርድር እንታይ ዓይነት ሓሳብ ኣለካ ሰላም ዝበለስ ሰላም ሃቦ እያኣይ እምብለይ ንዝበለኻ የዒስ ወየነይ ማዘና ኣልቦ እምቢ ዝበለስ ደሞዝ ሃቦ
እሺ እሞ መርገብ ኣብ ገዛሲ ጅኑሲ ዝኽደን ሰሚዐ ኣብ ገዛ እንታይ ዓይነት ክዳን ዲኻ ትኽደን

ልዕሊ ኩሉ ክሕገዝ ዘለዎ ወይ ከኣ ልዕሊ ኩሉ ክሕገዝ ግድን እዩ ትብሎስ መን እዩ? ቆልዓ ሽማግለ ሓመድ እንትለብስ ኣብ መከራ ስደት ጥንስቲ ክትሓርስ። ሕጂ እንታይ ንምግባር ተዳሊኻ ኣለኻ? ከካፍል እየ ኣነ ካብታ ዘላትኒ። ዘለካዮ እካ ከ ጽባሕ ንግሆ ዘጋጥመካ ነገር ዘይትፈልጥ ታይ ክትገብር ኢኻ? ጽባሕ ተወደብኩ ወገነይ ኣለኒ። እሺ መምህር ከ ኣነ የወልኩ ጊን ልፍቅረኛካስ ዓሚጹ ወሲድዋ እዮም ዝብሉ እንታይ እዩ እቲ ሓቂ? ተፋቒርና ዝገበርናዮ እዩ ኣነ እኮ ሓሪፍ እየ። እሹይ ነዛ ቅድሚ ሀዚ ባዕልና ዝሰራሕናያ ሀገር ዓባይ ትግራይ ታይ ኢላ እያ ኣጠንቂቃታ ነይራ? ኣይትንቐሳቐስኒ ብገናይ ወርዒ ሓደ ግዜ ተሒዘ ኣይፈልጥይ ሰጊደ። እሺ እሞ መርከብዋ ኣነ ካብ ብደረቕ ልኾንስ ንእሽተይ እስክትሽምግዛዕ ክበልካ እሞ ኣለኻ ዲኻ? ማለት ኣነ ክስዕስዕ ሀ ሀ በሉ እስከ ሓደ ኣስፍሓዮ ኣስጥሞ ማርሽ ቀይር ኣዝንቦ ኣቁርረ ኩምር